ሰላም ክቡራት ኣባላትን ተመልከትን ገዝ ኢንፎ ብስራሕ ምክንያት ንዝሓለፈ ሓደ ሰሙን ከይተራኸብና ቀኒና ኢና ንሎሚ ግን ኣገደስትን እዋናውን ሓበሬታታት ሒዝናልኩም ቀሪብና ኣለና በቲ ፈላማይ ሓበሬታና እንትንጅምር፣ ሊግ ዓረብ ብምኽንያት ሱዳን ኣብ ልዕሊ ኢትዮጵያ ዘቕረበቶ ክሲ ህጹጽ ኣኼባ ኣካይዱ። ድሕሪ እቲ ህጹጽ ኣኼባ እውን መግለጺ ኣውጺኡ ኣሎ። ናይቲ ሓበሬታ ዝርዝር ክነብጸሐልኩም ኢና። ብነባር ቤት ምኽሪ ትግራይ ስልጣን ርእሰ ምምሕዳር ዝተቐበሉ ዶክተር ደብረጽዮን ገብረሚካኤል ክሳብ እዚ ዜና እንሰርሕ ናብ ደጀን ቢሮ ከምዘይኣተዉ ይፍለጥ። እዚ ክኸውን ዝገበሩ ክልተ ምኽንያታት ናባኹም ክነብሎም ኢና። ጀነራል ብርሃኑ ጁላ ብመራሕቲ ሓራ መሬትን ምንቅስቓስ ደለይቲ ለውጥን ተስፋ ቆሪጾም ተባሂሉ። ተስፋ ዝቖረጽሉ ምኽንያት እንታይ እዩ? ኣብ ዝርዝር ብቪድዮ ዝተሓገዘ ሓበሬታ ሒዝናልኩም ቀሪብና ኣለና። ክሳብ መወዳእታ ምሳና ከም እትጸንሑ ተስፋ ብምግባር ናብ ዝርዝር እቶም ሓበሬታታት ቅድሚ ምብራህና ሓደሽቲ ዝኾንኩም ሰብስክራይብ ብምግባር ኣባላት ግእዝ ኢንፎ ብምዃን ደገፍኩም ኣርእዩ ክንብለኩም ንፈቱ። ትሕዝቶታትና ናብ ካልኦት ንኽባጻሕ ድማ ላይክን ሸርን ግበሩ። ናይቲ ፈላማይ ሓበሬታና ዝርዝር እንትንሓልፍ ድማ ሊግ ዓረብ ብምኽንያት ሱዳን ኣብ ልዕሊ ኢትዮጵያ ዘቕረበቶ ክሲ ህፁፅ ኣኼባ ኣካይዱ ድሕሪ እቲ ህፁፅ ኣኼባ እውን መግለፂ ኣውፅኦ ኣሎ። ከም ዝፍለጥ ኣብ ዝሓለፈ ሰሙን ኣብ ካርቱም ካብ ባህርዳር ዝተበገሳ ድሮናት ኣብ ካርቱም ኤርፖርትን ካልኦት መሰረታዊ ልምዓታትን መጥቃዕቲ ምፍፃመን ይዝከር። ብዘይተለመደ መልክዑ ድማ ወሃቢ ቃል መንግስቲ ሱዳን፣ ወሃቢ ቃል ሚኒስቴር ወፃኢ ሱዳንን ወሃቢ ቃል ሰራዊት ሱዳንን ብሓባር ከይኖም መግለፂ ምሃቦም ንዝክሮ ጉዳይ እዩ። በዚ ድማ እቶም ወሃብቲ ቃል ካብ ባህርዳር ዝተበገሳ ናይ ዩናይትድ ዓረብ ኤምሬትስ ዋንነት ዘለወን ድሮናት ኣብ ሲቪላዊ መዕርፎ ነፈርቲ ሱዳን መጥቃዕቲ ከምዝፈፀማ ካብኡ ሓሊፈን እውን ኣብ ካልኦት መሰረተ ልምዓታት ከቢድ መጥቃዕቲ ከምዝፈፀማ እቶም ወሃብቲ ቃል ገሊፆም እዮም። በዚ ድማ ነቲ ዝተፈፀመሎም መጥቃዕቲ ግብረ መልሲ ክንህበሉ ኢና ምባሎም ይዝከር። በዚ ከይተሓጸሩ ድማ ሽዑ ንሽዑ ሱዳን ኣምባሳደራ ካብ ኣዲስ ኣበባ ከም ዝጸውዐት እንዝክሮ ጉዳይ እዩ። ከም ጸብጻብ ሚድል ኢስት ሞኒተር ድማ ድሕሪ እዚ ክስተት ሱዳን ብዘቕረበቶ ሕቶ ሊግ ዓረብ ነቲ ጉዳይ ዝምልከት ህጹጽ ኣኼባ ኣካይዱ እዩ። ነቲ ኣኼባ ዝመርሐት ኣዶ ወንበር እቲ ሊግ ፋውዝያ ዓብዱላህ፣ እቲ ቀውሲ ሓድነት፣ ላእላውነትን ምርግጋእን ሱዳን ብዝዕቅብ መልክዑ ክፍታሕ ይግባእ ክትብል ኣተሓሳሲባ ተባሂሉ ነቲ ከባቢ ብኣልታ ዝጸልዉ ሓደሽቲ ምዕባለታት ጥንቃቐ ክግበረሎም እውን ኣተሓሳሲባ ተባሂሉ'ሎ። ኣደ ወንበር እቲ ሊግ ዝኾነት ፋውዝያ ዓብዱላህ፣ ይኹን ደኣ እምበር ዓረብ ሊግ ኣብ መግለጺኡ ንኢትዮጵያ ብሽም ጸዊዑ ከይኹንና ብዓረብ ኤመራት ድፍኢት ክቐሪ ከምዝተገበረ ተሓቢሩ ኣሎ። ኣብቲ ኣኼባ ዝተረኸቡ ወኪል ሱዳን ኣብ ዓረብ ሊግ፣ ሱዳን ካብ ኢትዮጵያ ተደጋጋሚ መጥቃዕቲ ይፍጸም ኣሎ ክብሉ ከሲሶም ተባሂሉ። ከምዝፍለጥ ሮይተርስ ዝተባህላ ዓለም ኣቀፍ ሚድያን ሂማንተርያም ላብ ሪሰርች ዝተብሃለ ናይ ኣሜሪካ ዩኒቨርሲትን ኢትዮጵያ ኣብ ክልል በንሻንጉል ከተማ ኣሶሳ ንዕጡቓት ህፁፅ ወሃቢ ደገፍ ወይ ከዓ RSF ተባሂሎም ዝፅውዑ ካምፕ ከምዝኸፈተትሎም ብመረዳእታ ገሊፆም ምግላፆም ይዝከር። እቲ ዘካየድዎ መፅናዕቲ ድማ ብምስልታት ካብ ሳትላይት ብዝተረኸቡ ምስልታት ዝተደገፈ መጽናዕቲ እዩ ነይሩ። በዚ ድማ ድሕሪ ሰሙናት መንግስቲ ሱዳን ነቲ ካምፕ ብድሮናት ብዝተሓገዘ መጥቃዕቲ ነቲ ተጣይሹ ዝነበረ መሰልጠኒ ካምፕ ከም ዘዕነዎ ዝፍለጥ እዩ። ሰራዊት ሱዳን ነዚ ብፍሉይ ብዝሰልጠኑ ሰራዊቱ ኣቢሉ ነቲ ካምፕ መጥቃዕቲ ፈጺሙሉ። እቲ ካምፕ ሕዚ ኣብ ስራሕ ከም ዘየለ ምንጭታት ይሕብሩ። ይኹን ደኣ እምበር ሱዳን ብተደጋጋሚ ንኢትዮጵያ ክትከሳ ጸኒሓ እያ። ይኹን እምበር ኢትዮጵያ ነዚ ክስታት ውድቂ ክትገብሮ ጸኒሓ እያ። ኣብቲ ኣብ ዝሓለፈ ሰሙን ዘውጽኦቶ ብወጻኢ ጉዳይ ሚኒስተራ ኣቢላ ዘውጽኦቶ መግለጺ እውን ኢትዮጵያ ኣብ ከምዚ ዝበሉ መጥቃዕታት ኢድ ከም ዘይብላ፣ እኳ ድኣስ መንግስቲ ሱዳን ንሰራዊት ትግራይ ይሕግዝ ኣሎ ክትብል ከሲሳ ምንባራ ይዝከር። ናብቲ ካልኣይ ሓበሬታና እንትንሻገር ብነባር ቤት ምኽሪ ትግራይ ስልጣን ርእሰ ምምሕዳር ዝተቐበሉ ዶክተር ደብረፅዮን ገብረሚካኤል ክሳብ እዚ ዜና እንሰርሕ ናብ ደጀን ቢሮ ከምዘይኣተዉ ይፍለጥ። እዚ ክኸውን ዝገበሩ ክልተ ምኽንያታት ናባኹም ክነብሎም። ከምዝፍለጥ ኣብ ጳጉሜን ክልተ ሽሕን ዓሰርተ ክልተን ኣቆፃፅራ ግእዝ ዝተመረፀ ቤት ምኽሪ ትግራይ ኣብ ዝሓለፈ ሰሙን ኣኼብኡ ኣካይዱ እዩ። ከም ውፅኢቱ ከዓ ዶክተር ደብረፅዮን ፕረዚደንት ኮይኖም ንትግራይ ክመርሑ ብሓደ ድምፂ ተቓውኡ ተቓውሞ ብኣብዝሓ ድምፂ ፀዲቑሎም እዩ። ይኹን ደኣ እምበር ካብ ምእካብ እቲ ነባር ካቢነ ሓሊፎም ናብቲ ናይ ርእሰ ምምሕዳር ቢሮ ክሳብ ሕዚ ክሳብ እዚ ዜና እነዳሉ ኣይኣተዉን። ዋላ እኳ ናይ ሽመት ደብዳቤ ናብ ኢዶም ኣይብፀሓዮ ብኣዲስ ኣበባ ስልጣኖም ዝተናውሐ ጀነራል ታደሰ ወረደ እውን ከምቲ ርኽክብ ኣይገብርን ክብልዎ ዝፀንሑ ክሳብ ሕዚ ሰዓት ርኽክብ ከካይዱ ኣይተረእዩን። ቀንዲ ምኽንያት ዶክተር ደብረፅዮን ናብ ቢሮ ከይኣትዉ ዝኸልከሎም ጉዳይ እምበኣር ክልተ ነገር እዩ ተባሂሉ ኣሎ ከም እሙናት ምንጭታት። እቲ ሓደ ስግኣት ብመንግስቲ ኢትዮጵያ ኣብቲ ቢሮ ርእሰ ምምሕዳር ብድሮን ይኹን ብነፈርቲ መጥቃዕቲ ከይፍፀም ዝብል እዩ። ንኣብነት ኣኼባ ቤት ምኽርን ካቢኔን ኣብ ዝተገበረሉ ሰዓት ኣብ መቐለ ናይ ውግእ ጀታት ብተደጋጋሚ ክመላለሳ ርኢና ኢና። በዚ ምኽንያት ድማ ዶክተር ደብረፅዮን ሕዚ ናብቲ ቢሮ እንተድኣ ዝኣትዉ ኮይኖም ውዕሊ ፕሪቶርያ ዘፍርስ እዩ ተባሂሉ ስለ ዝሕሰብ እቲ ጠጠው ኢሉ ዝነበረ ተኹሲ ብመንግስቲ ኢትዮጵያ ኣብ ልዕሊ እቲ ቢሮ መጥቃዕቲ ክኽፈት ይኽእል እዩ ዝብል ስግኣት ምዃኑ ምንጭታት ይሕብሩ። እቲ ካልኣይ ነጥቢ ድማ ዋላ እኳ ኦፊሻል ብዝኾነ ወይ ከዓ ዕላዊ ብዝኾነ እንተዘይተገለፀ ሕዚ እውን ህወሓትን መንግስቲ ፌዴራልን ብውሽጢ ዝጀመርዎ ድርድር ከምዘሎ ይሕበር። እዚ ድርድር ዋና ቀንዲ ምክንያቱ ድማ ማለት እዞም ኣካላት ብቐጥታ ድም ክልቲኦም ይደራደሩ ኣለዉ ዋላ ኣብ መንጎ ሳልሳይ ኣካል ኣሎ ዝብል እኳ እንተዘይተፈለጠ ወግዓዊ ዘይኮኑ ድርድራት ግን ከም ዝተጀመሩ እዩ ዝግለጽ ዘሎ። ከምዚ እንተኾይኑ ድማ ዶክተር ደብረጽዮን ቅድሚ ቢሮ ርእሰ ምምሕዳር ምርካቦም ብድርድር ኣቢሎም ክልቲኦም ኣካላት ብድርድር ምስ ተኣማመኑ ናብቲ ቢሮ ክኣትዉ ከም ዝሓሰቡ እዩ ዝግለጽ። ይኹን ደኣ እምበር ክልቲኦም ኣካላት ኣብ እቲ ሕዚ ዘለውሉ ደረጃ ብግልፂ ምፍላጥ ይኸብድ እዩ። እቲ ንኣስታት ሰለስተ ዓመታት ዝፀንሐ ውዕሊ ፕሪቶርያ ብኽልቲኦም ኣካላት ክፍፅምዎ ስለዘይደለዩ ብፍላይ ብመንግስቲ ፌዴራል ክፍፅሞ ስለዘይደለየ እቲ ነገራት እናተኻረረ እናተኻረረ ኣብዚ ደረጃ እዚ በፂሕና ኣለና ማለት እዩ። እቲ ሳልሳይን ወሳንን ሓበሬታና ድማ ጀነራል ቦርሃኑ ጁላ ብመራሕቲ ሓራ መሬትን ምንቅስቓስ ደለይቲ ለውጥን ተስፋ ከም ዝቆረፁ ተገሊፁ። ተስፋ ዝቆረፅሉ ምክንያት እንታይ እዩ ኢልና ናብ ዝርዝር ክነሕልፈኩም። ቅድሚ እታ ቪድዮ ምርኣይና ድማ ገለ ብዛዕባ እቶም እንታይ ከም ዝበሉ እቶም ጀነራል ገለ ሓበሬታታት ክነከፍለኩም። እቶም ጀነራል ኣብ ዝሓለፈ ሰሙን እዮም ኣብ ቢሾፍቱ ንመራሕቲ ሓራ መሬትን ምንቅስቓስ ደለይቲ ለውጥን ኣብ ቢሾፍቱ ኣኪቦምዎም ተባሂሉ። ኣብቲ ኣኼባኦም ድማ ብርሃኑ ጁላ ኣብዞም ብፍላይ ኣብ ሓራ መሬት ናይ ዲስፕሊን ጉድለት ከምዘሎ ካብኡ ሓሊፉ ድማ ብዙሕ ገንዘብ ናይ ምጥፍፋእ ከምዘሎ እውን ተዛሪቦም ተባሂሉ። በዚ ድማ እቶም ጀነራል ከምዝሓርቕዎን ካብ ምንጭታተይ ረኺበዮ ዝበሎ ሊላይ ቲቪ ሓቢሩ ኣሎ። ካብዚ ብተወሳኺ ድማ ንስኻትኩም ግቡእ ስራሕ ኣይሰራሕኹምን ክሳብ ሕዚ ሓደ ዓመት ጌርኩም ኣለኹም ካብ ትዳረጀዩ ግን ክሳዕ ሕዚ ኣብ መሬት ጥብ ትብል ነገር ኣይሰራሕኹምን፣ እዚ ድማ ከባብያውነት ይረኣየኩም እዩ፣ ዘይንጹር እዩ ዕላማኹም፣ ዘይንጹር እዩ ክብሉ እውን ወቒሶሞም ተባሂሉ። ብሱሩኸ ንሕና መቐለ ኣብጺሕና ስልጣን ክነትሕዘኩም ዲኹም ትጽበዩ ክብሉ እውን ተዛሪቦም ተባሂሉ። ብሓፈሽኡ ውጽኢት እንድሕር ዘይተምጽኡ ኮይንኩም እንተሓደግኩምዎ ይሓይሽ። ክብሉ እውን ብተስፋ ተስፋ ምቑራጽ ብዝመስል ኣገላልጻ ገሊጾም ተባሂሉ። ኣብ ኣብ መንጎኹም ብተካይድዎ ናይ ጎናዊ ምስሕሓባት ነቲ ቃልሲ ንድሕሪት ይስሕቦ ኣሎ ክብሉ እውን ገሊጾም ተባሂሉ። ንኣብነት ድማ ተስፋይ ራያ ወይ ከዓ ተስፋይ ንጉስ ንጀነራል ፃድቃን ኣብ ዝሓለፈ ኣብ ሚድያ ወፅዩ ብዙሕ ተዛሪብዎም ነይሩ። ንኣብነት ጀነራል ፃድቃን ንትግራይ ፅቡቕ ኣይሓስበላን ክብል ከምዝገለፀ ኣብ ሚድያ ኣጋጣሚ ሪኢኹምዎ ተነይርኩም። ጀነራል ፃድቃንስ ንትግራይ ሕማቕ እዩ ዝምነየላ ክብል ገሊፁ ነይሩ ተስፋይ ንጉስ። በዚ ድማ እቶም ጀነራል ብሽም ብምፅራሕ፣ ንተስፋይ ማለት ንተስፋይ ራያ ማለት እዩ ብሽም ብምፅራሕ ዝሃለወ ይሃልዎ ጥፍኣት ጀነራል ፃድቃን መራሒ ናይዛ ሃገር እዩ ነይሩ መራሒና እዩ ነይሩ ስለዚ ከምዚ ዓይነት ኣካይዳታት ጠጠው ክብል ኣለዎ ጀነራል ፃድቃን ኣብ ሚድያ እናወፃኻ ክነኣኣስን ክናሸን የብሉን ክብሉ ከምዝገለፁ ተሓቢሩ ኣሎ። በዚ ድማ እቶም ጀነራል ንክልቲኦም ኣካላት ማለት እውን ንመራሕቲ ሓራ መሬትን ደለይቲ ለውጥን ንክልቲኦም ኣካላት ኦረንቴሽን ሂቦሞም ኣለዎ ማለት እዩ ድሕሪ እቲ ኦረንቴሽን እንታይ እዩ እንታይ ዓይነት ለውጢ ኢና ክንርኢ ሓቢርና እንሪኦ ጉዳይ እዩ ዋላኳ ኣብ ሓራ መሬት ዘለዉ ብፍላይ እቲ መንእሰይ ምስ tdf ያው ኣሕዋትና እዮም ናይ ፖለቲካ ኣፈላላይ እምበር ክንታኮስ ኣይንደልን ዝብል ርድኢት እንተሃለዎ ብቶም ናይ ቀደም መራሕቲ ሕወሓትን ከምኡ ድማ ብድፍኢት መንግስቲ ኢትዮጵያን ናብ ዘይኮነ ደም ምፍሳስ ከይኸዱ ሐዚ እውን ጥንቃቐ ክግበር ኣለዎ ኢልና ክነተሓሳስብ ንፎቲ ምክንያቱ ካብ ትግራይ ዝኸዱ ኣባላት ሓራ መሬት ምስ ኣሕዋቶም ንክዳመዩ ዘይኮነስ ነቲ ስርዓት ብምፅላእ እቲ ስርዓት ናብ ዘይኮነ ኩናት ናብ ዘይተደለየ ኩናት ንከየእትዎም ዓርሶም ንኸውሕሱ ዝኸዱ ደኣምበር መጥቀሚ መንግስቲ ኢትዮጵያ ኮይኖም ኣጽዋራት ሒዞም ኣጽዋራት ተዓጢቖም ናብ ዓዶም ንኽትኩሱ ከበድቲ መዳፍዕ ብከበድቲ መዳፍዕ ተሓጊዞም ቁሸቶምን ከባቢኦምን ንኸቃጽሉ ኣይኮነን እቲ ካብ ፈለማ ዝተበገስሉ ዓላማ ማለት እዩ። እዚ ብባዕልቶም እውን ክግለጽ ንሰምዖ ኢና። በቲ በለ በቲ ግን እታ ሊላይ ቲቪ በሪሁ ሊላይ ዝረኸባ ረኺበያ ዝበላ ሓበሬታ ብቪድዮ መልክዕ ናባኹም ቅንጭብ ኣቢልና ነቕርበልኩም። መንግስትነት ክትከል ከም ዘለዎ እዮም ዝቃለሱ ዘለዉ። ስለዚ እዚኦም ኣብ ዝተረኸቡሉ እዩ ጸብጻብ ኣቕሪቡ ብርሃኑ ጁላ። ስለዚ ካብቶም ዘልዐሎም ነገራት ሓደ እንታይ እዩ? ናይ ዲስፕሊን ጉዳይ እዩ ብዋናነት ከም ዘልዐለ ሰሚዕና ዘለና። ዲስፕሊን የለን ዝብል ብዋናነት ኣልዒሉ ኣሎ። ካልኣይ እቲ ናይ ሓራ መሬት ምንቅስቃስ ብዋናነት ኣይተመርሐን፣ ነንባዕልኹም ብከባቢ እውን ተኻሲስኩም ክተድምይዎ ክትገብርዎ ዝግበኣኩም ውፅኢታዊ ስራሕ ኣይሰራሕኹምን ኢልና ኢና ንግምግም። ስለዚ ነንባዕልኹም ብትገብርዎ ሆሪዘንታል ግዳማዊ ምትፍናን እቲ ሰራዊት ይኹን ተበዲስ ኣበባ ተካይድዎ ናይ ፖለቲካ ምንቅስቃስ እዙይ ዝበሃል ለውጢ ወይ ድማ ውጽኢት ዘይብሉ እዩ ዝብል እዩ ገምጊምዎም ንኹሎም ማለት እዩ ብወቐሳ ከም ዘቕረበሎም ስለዚ ሓደ ናይ ዕላማ ንጹርነት የብልኩም እንታይ ኢኹም ትደልዩ እውን ኣይንፈልጥን ክሳዕ ዝብል እውን ከም ዘቕረበሎም እየ ሰሚዐ ከይዱ ከይዱ እንታይ ኢኹም ትደልዩ ኣብ መቐለ ክትከል ትደልይዎ መንግስትነት እውን እንታይ እዩ ብኸመይ መንገዲ ንሕና ከይድና ተቓሊስና ናብኡ ክነብፅሐኩም ዲኹም ትደልዩ ዝብል እውን ክሳዕ ክንድኡ ዝኣክል ሕቶታት ከም ዘቕረበሎም ኢና ሰሚዕና ዘለና ማለት እዩ ብፍላይ ንሱ ተዛሪብዎ ዝተባሃለ እንታይ እዩ እንድሕር ደኣ ውፅኢት ዘይብሉ ኮይኑ ዋላ እውን እንተሓደግኩሞ ኢና ንመርፅ ክሳዕ ዝብል እውን እዩ እቲ ናቱ ምረት ወይ ድማ በቶም ናይ ምንቅስቃስ ድሌት ለውጢ ይኹን ናይ ሓራ መሬት ተቃለስቲ ክሳዕ ክንዱ እዩ ተስፋ ከም ዘቆረፆ ከም ዝገለፀሎም ኢና ሰሚዕና ማለት እዩ እዚ ማለት
ጽቡቕ ክቡራት ተመልከትትን ኣባላትን ግእዝ ኢንፎን ሎሚ ዝነበረና ሓበሬታ ነዚ ይመስል። ሕዚ እውን ንቻናልና ሓደሽቲ ዝኾንኩም ሰብስክራይብ ግበሩ። ምሳና ክሳብ መወዳእታ ዝነበረኩም ጻንሒት ነመስግን። ሰስንናይ ንዓኹም። ቻው